ብተመሳሳሊ ብዕለት ዕስራን ኣርባዕተን ዕለት ሰላሳን ጥሪ ኣብ ከተማ ሃገረ ሰላም ንዳህሳስ ዝወጸ ብርክት ዝበለ ሓይሊ ጸላኢ ፋሽስቲ ኣብይ ኣሕመድ ተደምሲሱ ኣሎ። ኣብዚ ብሚሊሻን ከራቢትን እቲ ከባቢ ኣብ ልዕሊ ሰራዊት ፋሽስቲ ኣብይ ዝተወሰደ ስጉምቲ ብድምሩ ክልተ ሚእትን ኣርባዓን ሸሞንተን ከምዝሞቱን ቴስዓን ሓሙሽተን ከምዝቖሰሉን እቲ ካብ ማእኸላይ ግንባር ዝበፀሐና ዜና ወሲኹ ኣመልኪቱ ኣሎ። ህዝቢ ትግራይ መሰል ዓርሰ ውሳንኡ ንምርግጋፅን ሓርነቱ ንምዕታርን ብረታዊ ቃልሲ ዝጀመረላ ዓሰርተ ሓደ ለካቲት መትከላት ዓሰርተ ሓደ ለካቲት ኣፅኒዕና ወረርቲ ንሕምሽሽ ኣብ ትሕቲ ዝብል ቴማ ካብ ዕለት ሓደ ክሳብ ዕስራ ለካቲት ከምዝኽበር መንግስቲ ትግራይ ኣፍሊጡ ኣሎ። መንግስቲ ትግራይ ንኣከባብራ ዓሰርተ ሓደ ለካቲት ኣመልኪቱ ኣብ ዝሃቦ መብርሂ፣ ናይ ሎምዘበን በዓል ዓሰርተ ሓደ ለካቲት ኣብ ፍሉይ ኩነታት ይኽበር ከምዘሎን ህዝቢ ትግራይ ብፋሽስታውያን ኣብይ ኣሕመድን ኢሳያስ ኣፎርቅን ሓይልታት ትምክሕቲ ኣምሓራን ተወሪሩ መዘና ኣልቦ ግፍዕታት እናተፈጸሞ ከምዝርከብን ኣገንዚቡ። ይኹን እምበር ህዝቢ ትግራይ በቶም ወረርቲ ከይተሰኮነ ኣብ ጎኒ ሓይልታት ምክልኻል ትግራይን ሕጋዊ መንግስቱን ተሰሊፉ ታሪካዊ ጅግንነት እናፈፀመ ከምዝኾነ ዝሓበረ መንግስቲ ትግራይ ህዝብና ንቓሕ፣ ተወደብ፣ ተጋደል፣ ተዓወት ብምባል ፃውዒት ቃልሲ ኣቕሪቡ ኣሎ። ናይዚ ሙሉእ ሓበሬታ ኣብ ሓራ መሬት ትግራይ ዝርከብ ሪፖርተርና ዳሞራ ያሕያ ከቕርበልና ኣብ ቀጥታ ናይ ስልኪ መስመር ኣሎ ናብኡ ከስግረኩም። መበል ኣርባዓን ሽዱሽተን ዓመት ልደት ምጅማር ብረታዊ ቃልሲ ህዝቢ ትግራይ ዓሰርተ ሓደ ለካቲት ኣጋጢሙና ዘሎ ቅሉዕ ወራር ንምድምሳስ ብዝሕግዝ መልክዑ ኣብ ሓይልታት ምክልኻል ትግራይ፣ ኣብ ህዝቢ፣ ኣብ ወፃኢ ዓድን ብድሙቕ ፅንብል ከምዝኽበር መንግስቲ ትግራይ ኣፍሊጡ። መበል ኣርባዓን ሽዱሽተን ዓመት ዓሰርተ ሓደ ለካቲት ምኽንያት ብምግባር መንግስቲ ትግራይ ነቲ በዓል ንምብዓል ዝሕግዝ ዝርዝር መበገሲ ዘዳለወ ኮይኑ፣ ሕዚ ኣጋጢሙና ዘሎ ቅሉዕ ወራር ደምሲስና ምሉእ ሓርነትና እነረጋግፀሎም መትከላት ዓሰርተ ሓደ ለካቲት፣ ትማሊ ይኹን ሎሚ ዋሕስ ድሕንነትናን መንነትናን ብምዃኖም በዓል ዓሰርተ ሓደ ለካቲት ኣብ ውሽጥን ደገን ብድሙቕ ፅምብል ክበዓል እዩ ኢለሎም። ፋሽስት ኣብይ ኣሕመድን ወራሪ ሰራዊት ህግደፍን ህዝቢ ትግራይ ብጥይትን ብጥሜትን ካብ ገፀ መሬት ንምጥፋእ ዝገብርዎ ዘሎ ዝተዋደደ ግፍዒ ከም ቀደሙ ሓድነቱ ብምስጣምን ቃልሱ ብምሕያልን ክድምስሶ እዩ ዝበለ መንግስቲ ትግራይ፣ ፅምብል መበል ኣርብዓን ሽዱሽተን ዓመት ልደት ምጅማር ብረታዊ ቃልሲ ህዝቢ ትግራይ ኣብ ሓራ መሬት ትግራይ፣ ኣብ ከተማታት፣ ኣብ ውሽጥን ኣብ ደገን ዝተጀመረ ውዑይ ቃልሲ ንምጉህሃር ከም ሓደ መድረኽ ክንጥቀመሉ ይግባእ ኢሉ ኣሎ። መትከላት ዓሰርተ ሓደ ለካቲት ኣፅኒዕና፣ ወረርቲ ንሓምሽሽ ብዝብል መሪሕ ቃል ዝበዓል መበል ኣርብዓን ሽዱሽተን ዓመት ልደት ዓሰርተ ሓደ ለካቲት መትከላት ዓሰርተ ሓደ ለካቲት ኣብ ሸቶኦም ንምብፃሕ ንቓሕ፣ ተወደብ፣ ተጋደል፣ ተዓወት! ትግራይ መቓብር መድሓርሓርትን ወረርትን ክንገብራ ኢና ብዝብሉን ካልኦት ህዝባዊ ጭርሖታትን ብድሙቕ ኣገባብ ክበዓል እዩ። ወኪል ድምፂ ወያነ ትግራይ ካብ ሓራ መሬት ትግራይ ዳሞራ ያሕያ። ኣብ ናይ ትማሊ ዜናና፣ ሓይልታት ምክልኻል ትግራይ ብተጋዳላይ ስዩም መስፍን ዝተሰየመ ወፍሪ ስዩም መስፍን ብዛዕባ ዘመዝገቦ ድሙቕ ወተሃደራዊ ዓወት ኣመልኪቶም ወሃቢ ቃል ሓይልታት ምክልኻል ትግራይ ተጋዳላይ ገብረ ገብረፃድቕ ዘቕረብዎ ሓበሬታ ኣቕሪብና ምንባርና ዝዝከር እዩ። ብተወሳኺ ሓበሬታ ክነግረና ሕዚ እውን ሪፖርተርና ዳሞራ ያሓያ ኣብ መስመር ይፅበየኒ ስለዘሎ ቀጥታ ናብኡ ክመርሐኩም እየ። ዳሞራ ቀፅል። ዕለት ሓደን ክልተን ለካቲት ኣብ ማእኸላይን ምዕራብን ግንባራት ብወፍሪ ተጋዳላይ ስዩም መስፍን ብዝተፈፀመ ዕዉት መጥቃዕቲ ልዕሊ ሽዱሽተ ሚእትን ተስዓን ሓሙሽተን ሰራዊት ፀላኢ ካብ ጥቕሙ ወፃኢ ኮይኑ እዩ። ኣቦ ፅንዓት ስለዝኾነ ፅንዓት ዘርእስቱ መፅሓፍ ብሽሙ ተፃሒፍሉ እዩ። ካብ መስረትቲ ብረታዊ ቃልሲ ህዝቢ ትግራይ ሓደ ዝኾነ ተጋዳላይ ኣምባሳደር ስዩም መስፍን፣ ስዩም፣ ዕድምኡ ሙሉእ ንህዝቢ ትግራይ ዝሃገረም ኩሎም ዓይነት ፅንኩር ኩነታት ብፅንዓት ዝሓለፈ በዓል ቅያ እዩ። ተጋዳላይ ስዩም መስፍን ማለት ጅግንነት እዩ። ስዩም ማለት ህዝባውነት እዩ። እዚ ናይ ቀደም ታሪኽ ዘይኮነስ ሕዚ ትግራይ ብፋሽስታውያን ወረርቲ ህግደፍን ኣብይ ኣሕመድን ተወሪራ ኣብ ዘላትሉ እዋን እውን ብተግባር ኣርእዩ እዩ። ስዩም ኣቦ ፅንዓት ተጋዳላይ ስይም መስፍን ኢደይ ንወረርቲ ኣይህብን ኢሉ ኣብ ሓራ መሬት ትግራይ ክቡር መስዋእቲ ከፊሉ ሓሊፉ ኣሎ። ተጋዳላይ ስይም ንናይ ቀደም መናእሰይ ጥራሕ ዘይኮነስ ሕዚ ኣብ ቅድመ ግንባር ኮይኑ ትግራይ ሓራ ንምውፃእ ንዝኳሻሕ ዘሎ ሰራዊት ትግራይ እውን መርኣያ ዝኾነ ስራሕ ሰሪሑ ዘይተተካእ ህይወቱ ወፍዩ። ወዲ ትግራይ ኢዱ ኣይህብን እምቢ ንወረርቲ ኢሉ ተሰዊኡ። ሰራዊት ትግራይ ብባዕዳውያንን ፋሽስታውያንን ህግደፍን ኣብይ ኣሕመድን ዝተወረረ ሉኣላዊ ግዝኣቱን ስርዓተ መንግስቱን ናብ ቦትኡ ንምምላስ ኣብ ዝገብሮ ዘሎ ተሓናነቕ እምበኣር ብሽም ጅግና ስዉእ ተጋዳላይ ስዪም መስፍን ሓዱሽ ዕዉት ወፍሪ ዕለት ሓደን ክልተን ለካቲት ክልተ ሽሕን ዓሰርተ ሰለስተን ዓመተ ምህረት ተሳሊጡ ኣሎ። ወፍሪ ተጋዳላይ ስዪም መስፍን! ተጋዳላይ ስዪም መስፍን መንነት ህዝቢ ከበሳብስ ዝመጸ ወራሪ ኢደይ ኣይህብን ኢሉ ዝተሰወኣ ተምሳሌት ወዲ ህዝቢ እዩ እሞ ኣባላት ሓይልታት ምክልኻል ትግራይ እውን ኣብ ወፍሪ ተጋዳላይ ስዪም መስፍን ተምሳሌታዊ ጅግንነት ፈጺሞም። ዕለት ሓደ። ለካቲት ክልተ ሽሕን ዓሰርተ ሰለስተን ኣብ ወረዳ ቆላ ተምቤን ፍሉይ ቦታ ጅዋ ማረ ኣብ ዝበሃል ቦታ ኣብ ዝተገበረ ዕዉት መጥቃዕቲ ኣብቲ ከባቢ ዝነበረ ሓይሊ ሙሉእ ብሙሉእ ብምድምሳስ ሚእትን ዕስራን ሸሞንተን ምዉታት፣ ሓምሳን ትሽዓተን ቁሱላት፣ ዓሰርተ ክልተ ሙሩኻት፣ ሽዱሽተ ዲሽካ፣ ሰለስተ ሞርታር፣ ዕስራን ሓደን ስናይፐር፣ ስሳን ሰለስተን ክላሽን፣ ኣርባዕተ ብሬን፣ ኣርባዕተ ዝተፈላለዩ ሬድዮ ርክብን ብዝሕ ዝበለ ጠያይትን ወተሃደራዊ ንብረትን ማሪኾም እዮም። ክልተ ለካቲት ብሽም ወፍሪ ተጋዳላይ ስዪም መስፍን ኣብ መንገዲ ጉያ ዓብዪ ዓዲ ዝተኻየደ ውግእ ብኹሉ መመዘኒ ዕዉት ምንባሩ ይገልፁ ኣዘዝቲ ሰራዊት ማእኸላይ ግንባር። እዚ ንመፈለምታ እዋን ብሽም ተጋዳላይ ስዪም መስፍን ዝተሳለጠ ወፍሪ ወዲ ሰብ ምስ ታንክን ብረት ለበስን ፊት ንፊት ገጢሙ ዝሰዓረሉ ውግእ እዩ ነይሩ። እቲ ዓወት ብኣብነታት ንምድጋፍ ኣብዚ ንልዕሊ ፍርቂ መዓልቲ ዝነበረ ምትዕንናቕ ልዕሊ ሰለስተ ሚእትን ሓምሳን ሸሞንተን ዕሱባት ወተሃደራት እንትሞቱ ልዕሊ ሓደ ሚእትን ሓምሳን ወተሃደራት ቆሲሎም እዮም። ኣብ ልዕሊ ፀላኢ ዝበፅሐ ንዋታዊ ክሳራ እንትንርኢ ድማ ሓሙሽተ ብረት ለበስ፣ ሓሙሽተ ኣውቶብስ፣ ሓሙሽተ ኦራል፣ ክልተ ፓትሮል ፒክኣፕ፣ ክልተ ዙ ዕስራን ሰለስተን፣ ሓደ ሓደ ሚእትን ሸውዓተን ተወንጫፊ ሮኬት፣ ሓደ ስታየር ናብ ሓሙኽሽቲ ተቐይረን እየን። ብዘይካ'ዚ ብርክት ዝበለ ንብረት ጸላኢ እውን ኣብ ኢድ ሓይልታት ምክልኻል ትግራይ ኣትዩ ኣሎ። ኣርባዕተ ዲሽቃ፣ ሓሙሽተ ብሬን፣ ሸሞንተ ስናይፐር፣ ኣርብዓን ትሽዓተን ክላሽን፣ ዓሰርተ ሰለስተ ኣናእሽቱን ማእኸለዎትን ሬድዮ ርክብ ተማሪኾም እዮም። ኣቦ ፅንዓት ተጋዳላይ ስዩም መስፍን ክሳብ ዕለተ መስዋእቱ ጫፍ ዝበፅሐ ኩለ መዳይን ፍሉይን ጅግና እዩ ነይሩ'ሞ ኣብ ወፍሪ ተጋዳላይ ስዩም መስፍን እውን ፍሉያት ህዝባዊ ሓርበኝነት ተራእዮም እዮም። ኣብቲ ውግእ፣ ጸላኢ ዝተመንጠሎ ቦታን ንብረትን ንምምላስ ሽዱሽተ ግዜ ጸረ መጥቃዕቲ እንተፈተነ እውን ዋላ ሓንቲ ግዜ እውን ከኽእሎ ኣይከኣለን። ሓይልታት ምክልኻል ትግራይ ኣብ ልዕሊ ጅግንነት ጅግንነት ብምርኣይ ኣብ ልዕሊ ደመኛታቶም ፍጹም ልዕልነት ረኺቦም እዮም። ኣብቲ ውግእ ዝሕዞን ዝጭብጦን ዝሰኣነ ሽሾ ወራሪ ሰራዊት ህግደፍን ኣብይ ኣሕመድን በቲ ገሊኡ ናብ ዝተፈላለዩ ከባብታት ተበቲኑ እዩ። ወያ ኩላ መሬት ትግራይ ረምስ እንድያ ኮይና ዘላ ተበቲኑ ናብ ቁሸታት ዝኣተወ ፀላኢ እውን መቃብር ኮይናቶ ኣላ ዓሰርተ ሸውዓተ ዝኾኑ ናብ ዝተፈላለዩ ቁሸታት ዝተበተኑ ዕሱባት ወታደራት ኣብ በቢከባቢኡ ብዝነበሩ መናእሰይ ኢዶም ብሰላም ክህቡ ተሓቲቶም እምብልና ስለ ዝበሉ መንእሰይ ትግራይ ብዝሓዞ በትርን እምንን ገጢሙ ቀቲልዎም እዩ ኮታስ ኣብ ወፍሪ ተጋዳላይ ስዩም መስፍን ህዝቢ ነቲ ውግእ የድሊ እዩ ዝበሎ ሒዙ ብምቕራብ እቲ ወፍሪ ብዕዉት መንገዲ ክዛዘም ብምግባሩ ኣዘዝቲ ሰራዊት ማእኸላይን ምዕራብን ግንባር ብተደጋጋሚ ይገልፅዎም ይገልፅዎን ንህዝቦም የመስጉንን ኣለዉ። ሰራዊት ትግራይ ኣብ ወፍሪ ተጋዳላይ ስዩም መስፍንን ቅድሚኡ ኣብ ዝነበሩ ውግኣትን ዘርኣዮ ፍፁም ጅግንነት ኣብ ቀፀልቲ እውን ብዝበለፀ ብምድጋም ትግራይ ኣብ ቀረባ ሓራ ክትወፅእ ኩሉ ዓይነት ምድላው ይግበር እዩ ዘሎ እሞ ኣብ ውሽጥን ደገን ዘለኹም ደቂ ትግራይ ዝጀመርኩሞ ኩለ መዳይ ቃልሲ ክተጓሃህሩ ይግባእ መልእኽትና እዩ። ሕዚ ዝበፀሐና ሓዱሽ ዜና ድማ ኣሎ። ምስቲ ናይ ጉያ ዓብዪ ዓዲ ዝተተሓዘ እዩ።